ቀዳዊ ቀዳዊ ሞት ሞት ልብወለድ ዛንታ ዛንታ ብብርሃነ ብርሃነ ክፍሉ ታሽዓይ ክፋል ን ዋላ ዝፈልጣ ኮይኑ ተሰሚዑኒ ክብል መለሰ በቲ ኩነታት ኣዝዩ ዝተደናገረን ዝተጨነቐን ሚኪኤለ ኮፍ ክብል ኣይመረጸን። ሶር ሰምሃር ቀስ ኢልኪ ተርክብኒ ኣነ ክኸይድ ምስ በላ እዋእ ምስ መን ክኸይድ ኣነ ከሚኪ ብሓደ ኢና ክንከይድ እዛ ሻሂ ጥራይ ዋላ ንስተያ እሞ በለቶ ንዘረብኦም ዝከታተላ ዝነበረ ኣደ ለቲና ዝወደይ ብዙሕ ዓመታት ኢና እኮ ተፈላሊና ከይዕለለትና ክትከይድ ምስ በልዎ እዎ ከምኡ ኢለ እኮ እየ እሞ ንስኺ ቀስ ኢልኪ እያ ትኸዲ ዝብላ ዘለኹ ኣነ ግን ዝቆጸርክዎ ሰብ ስለ ዝነበረኒ እየ ንገዛ ክኸይድ ዝብል ዘለኹ መለሰለን። ነቲ ከሰል መሲሉ ተደዊኑ ዝነበረ ገጹ ከብርህ እናፈተነ። ኩነታቱ ባህ ዘይበላ ሰምሃር፣ ማማ እታ ሻሂ'ሞ ሃባና ክንሰተ ደሓን ሕጂ ዘብጽሓኒ ኣይረክብን'የ፣ ካልእ መዓልቲ ብበደብ ክዕለኩም ክመጽእ'የ ናይ ግድን፣ በለተን። ኣዒንታ ናብ ሚኪኤለ ተኺላ እናቕባሕብሐት ነቲ ሻሂ ሰትዮም ከኣ ካብቲ እንዳ መሓዝኣ ገዛ ወጹ። ኣብ ማኪና ብዝተሰቐሉ ኣብ ስተርሶ ተደፊኡ ገበታ ዘስተንፍስ ዝነበረ ሚኪኤለ ዝተዓዘበት ሰምሃር፣ ሚኪ እንታይ ኢኻ ሰሚዕካ? እንታይ ደኣ ሃንደበት ክብረተይ እንተኾንካ ድኻ? ሓተተቶ። ሚኪ ኣዒንቱ በርበረ ተዘዊሑ፣ ኣብ ህይወተይ ዕዉት ኮይነ ኣይፈልጥን፣ ብፍላይ ኣብ ሰባት። ይቕሬታ ሰምሃር ካብ ጽባሕ ኣይንራኸብንና ምስ በላ፣ ዘረብኡ ድቦላ ዝኾና ሰምሃር እዋ እንታይ ተረኺቡ ሚኪ ናይ ደሓን ዲኻ ክትገይሽ ዲኻ? መለሰትሉ። ሚኪኤለ ንጊዚኡ ስቕ ድሕሪ ምባል፣ ሰምሃር ንይምሰል ብቕኑዕ ገበር ዝቐርበኒ ውሽጡ ሓቢኡ ኣብ ደጊኡ ዝሕከል ሰብ ኣይፈቱን'የ ምስ በላ፣ ኣባህልኡ ፈጺሙ ዘይተረደኣ ሰምሃር፣ ሚኪ እንታይ ክትብለኒ ኣሎኻ ኣይተረዳእንን፣ እዚ ኣነ መሲለ ቀሪበካ ድየ፣ ኣነ ንዓይን ንዓኻን እኮ ኣጋጣሚ'ዩ ኣራኺብና ክትብል መለሰትሉ ኣዒንታ ንብዓት ጀረብረብ እናበለን። ንሱ እቲ ዝመስለኒ እዩ መለሰላ እሞ እምበርከ በለቶ ሰምሃር። ሚኪኤለ ኣዒንቱ ናብኣ ተኺሉ፣ ሰምሃር ንስኺ ግን ብኽፍኣት ኢኺ ቀሪብክኒ። መሓዛኺ ኣሕሊፍኪ ክትህቢ ንስለ መሓዛኺ ተማሕዚኽኒ። ፓስታ እሱ ደይኮነን እቲ ሓቂ። ማኪንኡ ኣተሲኡ ተበገሰ። ሰምሃር ነብሳ ፈጥፈጥ በላ። እቲ ዝረኣየቶ ፍቕሪ ከም መስታ በርቂ ሪኣ ዝሰኣነቶ ኮይኑ ተሰምዓ። ጉዕዞኦም ብዘይ ዘረባ ቀጸለ። ኣብቲ ኩሉ ግዜ ዘብጽሓ ፌርማታ ምስ በጽሐ፣ ነቲ ጋቢንኡ ብምኽፋት ክትወርድለይ ትኽእልዶ በላ እሞ ሰምሃር እናተነኽነኸት ሚኪ ፕሊስ እንታይ እየ ጌረካ በጃኻ ጌጋ የረደኣኒ ስለምታይ ሃንደበት ከምዚ ሚኪ ምስ ልምዓታ ለመነቶ ልዕሊ ንትፈልጥዮ ዛንታ ከንብበልኪ ግዜ ክቐትል ኣይደልን እየ ይቕሬታ ክኸይድ ምስ በላ ሰምሃር እናነብዐት ወረደት ሰሚዒካ ኢላ ዘረብኣ ከይወደኣት ራሕሪሕዋ ከደ። ኣደይ ሰንበቱ ዓይኒ ዓይና እናርኣያ እንታይ ድኺ ኮይንኪ ሰምሃር ጓለይ? ሓተታ'ሞ ማሚ ደሓን'የ ከዕርፍ ደልየ ኣለኹ ርእሰይ ቅርብ ክብድብድ ኢሉኒ'ሎ በለተን። ኣዲኣ ደሓንሲ የለኽን ሰምሃር ጓለይ ጉትጉሂኒ ደኣ ኣይደለኽን እምበር ኢለንኣን ንደገ ወጻ። ሰምሃር ናብቲ ናሕሲ ናይቲ ገዛ እናጠመተ ነቲ ኣብ መዕጎታ ዝወርድ ዝነበረ ንብዓት እናደረዘ ኣሕሚኪ በለ። ኣብ መንጎ ቴለፎን ክትሃርም ምስ ሰምዐት ኣልዒላ ለቲና ምዃና ኣረጋገጸት እሞ ቅድሚ ሰላምታ ምሃባ ስምዓንዶ ለቲና፣ ሚኪኤለ ዝበሃል ሰብ ትፈልጡዶ? ሓተተታ። እንታይ ድኣ ቅድሚ ሰላምታ ሰምሃር ማሓዛይ እወ ይፈልጥ መለሰትላ ለቲና ስንባ ድኣ ሓቢኣ ብከመይ ትፋለጡ ድኣ ኣስዓበት ሰምሃር ሰምሃረይ ድሓን ዲኪ ኣብ ስራሕ ኢና ንፋለጥ ምስኡ ይሰርሕ ነይረ ቅድሚ ናብዚ ምምጸይ ግን ድሓ ዲኪ ሓተተታ ፍርሃት እናተሰምዓ ለቲና ማሓዛይ ዝኾነ ነገር ከይሓብኣክን ንገርኒ በጃኺ እንታይ ዘባኣሰኩም ወይ ዘሳሓበኩም ነገር ነይሩ ድዩ ሓተተት ደጊማ እዋእ ዘባእስ ኣይኮነን ገንዘብ ይእውድኒ ነይሩ ከፊሉ እየ ኸኣ ኢላ ዘረብኣ ከይቀጸለት ሰምሃር ኩልፍ ኣቢላ ኣነ ኣብ ኤርፖርት እየ ተላልዮ ጽቡቕ ተላሊና ኣብ ገዛኹም ምሳይ ከይዱ ስእልኺ ምስ ረኣየ ግን ፈጺሙ ተቖጢዑ ተቐይርኒ ሓሪቑ ኣብ መንጎ ንብዓት ስዒርዋ ነታ ቴለፎን ዓጸወታ። ለቲና ግን ደጊማ ኣይደወለትላን፣ ብኣንጻሩ እኳ ደኣ ናብ ምኪኤለ ደወለት። ሃሎ መን ክብል መለሰ ምኪኤለ። ይቕሬታ ሰምሃር'የ ሚኪ ከመይ ቀኒኻ ሓተተቶ። ደሓን'የ እንታይ ነይሩ? ብሕርቃን መለሰላ። ብዙሕ ቅድም ደሃይካ ክገብር ደሓር ከኣ ምስ ሰምሃር መሓዛይ ክትላለ'ዩ። ከም በደበስ ጌጋ ክትፋቐሩ ነጊራ'ያ። ኣብ መወዳእትኡ ግን ብኣይ ከም ዝተላህለኸት ከም ዝፈለጥካ ምስ ነገረትኒ ብጣዕሚ ሓሪቐ። ሕጂ ግን በጃኻ ኩሉ ረስዓዮ። ንሳ ናይ ነገር መሓዛ'ያ ገይራቶ። በጃኻ ጥዕይቲ ሰብ'ያ ኣይትኽሰራ በለቶ። ሚኪኤለ ሰሚዕኪ ኣለኺ? ስድነትኪ ኢኺ ትገልጽለይ ዘሎኺ። ንሳ ከኣ ግድን'ያ ንዓኺ ክትመስል። ካብ ስዲ ዝተላእኸ ሰብ ዝመስል ይምሰል ኣይግረመሉን እየ ግዳ በጃካል ማዓልቲ ከይትድውለለይ ዝኾነ ዘረባ ክሰምዕ ኣይደልን እየ በላ ብሕጽር ኣቢሉ። ን ሚኪ ንስኻ ሓቅኻ ኢኻ ክትሓራ ግን ኢላ ዘረብኣ ኬውደት ኣብ እዝና ዓጸዋ።

ማሕላ ዘሳስየሉ ንሱዩ ዘፍቀረ ቅንዕና ዘለዎ ናትካሞ ንግደፎ